ሓደ ካብቲ ንብዙሓት ሰባት ጸገም ከይኑ ዘሎ ወይ ድማ ሽግር ወይ ድማ ብድሆ ኪንዎም ዘሎ ብሰዓት እዚ እንታይ እዩ ክገብርዎ ምዃኖም እናፈለጡ ከለዉ ወይ ድማ ክንገብሮ ዝግብኣና እንዳ ምዃንና እናፈለጥና ከሎና ክንገብሮ ከኣ እናኸኣልና ከሎና ናብ ካልኦት ሰባት ነሳብብ ማለት እዩ ወደገ ናይ ገለ ገለ ብሰንኪ ናይዚ ዓዲ ቋንቋ ብሰንኪ ዘለናዮ ሃገር ብሰንኪ ፖለቲካ ናይ ዓድና ብሰንኪ ስድራ ቤትና ተዓባብያና ዶ ብሰንኪ ከምዚ ዶ ብሰንኪ ከምዚ ዶ ብሰንኪ ከምዚ ዶ ኮታ ተስዓን ትሽዓተን ካብ ሚእቲ ኩሉ ናብ ሰብ ትድርብዮ ንስኻ ኸ ሓንቲ ፐርሰንት ክትወስድ ዘይትኽእል ትኸውን ማለት እዩ ገለገለ ሰባት ሕሉፍ ሓሊፎም እንታይ ይብሉ መሲልኩም ቲክቶክ ኣይተዓፅዋ ከመይ ገይርና ክንመሃር ንኽእል ዝብሉ ማለት እዩ ሶ ነዚ ሓንቲ ቲክቶክ ኣብ ቴሌፎኖም ዘላ ደሊት ገይሮም ሲ ሓደ ነገር ንኸይሰርሑ ሲ ወይ ድማ ዝደልዎ ነገር ንኸይዓዩ ሲ እንታይ ይገብሩ ቲክቶክ ተትዕጾ ኢሎም ዝጽልዩ ሰባት ኣለዉ ማለት እዩ። እዚ ነገር እዚ ቀሊል መስለ ኮይኑ ስምዓና ክኸውን ይኽእል እዩ፣ እንተኾነ ግን ንብዙሓት ሰባት ጸጊሙ ዘሎ ማለት እዩ። ከምዚ እንድሕር ዘጋጥመኪ ኣሎ ኮይኑ ወይ ከምዚ ዓይነት ብድሆታት እንድሕር ኣለካ ወይ ኣለኪ ኮይኑ ፕሊስ ንበይንኻ ጥራይ ኣይኮነን ንብዙሓት ሰባት ዘሎ ማለት እዩ። ግን ነዚ ከኣ መፍትሒ ኣለዎ ማለት እዩ። እንታይ እቲ መፍትሒ እንተልኩምኒ እዘን ሕጂ ንርእየን ሸውዓተ ነገራት ሓደ ካብቲ ኣብ ሂወተይ ኣነ ውን ብዙሕ ግዜ ክላ ብሰንኪ መንግስቲ ናይ ዓድና ከመይ ገርና ክንመሃር ብሰንኪ ከምዚ ብሰንኪ ስድራቤትና ብሰንኪ ድሕሪ ባይታና ኢለ ዘማርረሉ ዝነበርኩ ዳሕራይ ግን ንኩሉ ነገር ገዲፈ ሚእቲ ካብ ሚእቲ ሓላፍነት ተሰኪመ ናይ ሂወተይ ክከይድ ዝገበረኒ ሸውዓተ ነጥብታት ኣለዋ ማለት እዩ እዚኤን ብምልኤን ሸውዓቲኤን ንገሌኹም ምናልባት ሸውዓቲኤን ንገሌኹም ምናልባት ሽዱሽቲኤን ንገሌኹም ሜይቢ ሓንቲ ከተድልየኩም ውን ትኽእል እያ ማለት ስለዚ ክሳብ መወዳእታ ብጽሞና ትካቱኒ ብኽብሪ ይዕድመኩም።

ሰላምታ ኣይረሳዕኹን ክቡራት ተኸታተልቲ ናይ ኤረ ኢንቨስቲንግ ኣብ ዘለኹሞ ሰላም ኮይነ ክንኮን ተስፋ ይገብር ኣነ እግዚኣብሔር መስገን ፅቡቅ ኣለኹ ማለት እዩ ልስን ሙሉእ ሙሉእ ሓላፍነት ወሲድካ ወይ ድማ ንገዛእ ርእስኻ ተሓታቲ ምግባር ኣብዛ ዓለም እቲ ዝዓበየ ልቦና ተባሂሉ ይፅዋዕ ማለት እዩ ሪስፖንሲቢሊቲ ኢዝ ቢግኒንግ ኦፍ ማቹሪቲ ዝበሃል ዘረባ ኣሎ ማለት እዩ ሓላፍነት ምስካምሲ ሓደ ካብቲ ብልሒ ናይ ልቦና እዩ ማለት ወይ ድማ ትልብም ኣለኻ ማለት እዩ ናይ ኩሉ ሓላፍነት ወይ ድማ ናይ ገዛእ ርእስኻ ሓላፍነት ክወስድ ንሕር ክኢልካ ልቦና ኣለኻ ማለት ስለዚ ቀዳመይቲ ክንገብራ ዘለና እንታይ ሚእቲ ካብ ሚእቲ ኦውነርሺፕ ወይ ድማ ሓላፍነት ክንወስድ ክንክእል ኣለና ማለት እዩ ሓላፍነት ናይ ምንታይ ናይ ንወስዶም ውሳነታት ማለት ፅቡቅ ክኾኑ ይኽእሉ እዮም ሕማቅ ክኾኑ ይኽእሉ እዮም ፅቡቅ ክንወስድ ከሎና ነብስና ከም ሰማይ ገርና ከም ዝተዓወትና ከም ዝነፋዕና ገርና ንሕን ገልጻ ኮይና ኣብ ንወድቀሉ ግዜ ኸዓ ክላእ ብሰንኪ ሓበሻዊ ካያ ብሰንኪ ምኽሪ ናይ ክስቶ ካያ ብሰንኪ ከምዚ ንብል ንሕር ኮይና ንነብስና ክንሃስና ማለት ንምንታይ እንተልኩምኒ ንካልኦት ሰባት ብለይ ምግባር ወይ ድማ ናብ ካልኦት ሰባት ምውጥዋጥ ንሕጂ ጥራይ ዘይኮነ ወላ ንመጻኢ እውን ንኸይሕግዙና ክንዓጽዎም ኢና ማለት እዩ። ስለዚ ንኻልኦት ሰባት ብሌም ምግባር ዘይኮነ እንታይ ደኣ ዝገወሰድክዎ ውሳነ ዘጋጠመ የጋጥም ጽቡቕ የጋጥም ሕማቕ የጋጥም ሚእቲ ሚእቲ ኣነ ኣነን ኣነን ኣነ በይነይ ጥራይ እየ ተሓታቲ ዝብል ኣተሓሳስባ ክነጽረጽ ክንክእል ኣለና ማለት እዩ። ከምኡ እንድሕር ኢልካ ወላ እታ ጋገ ክትመሃር ክሕግዘካ እዩ ማለት እዩ። እንድሕር ናብ ማእከለ ደርቢኻዮ፣ እንድሕር ናብ ፍረወይኒ ደርቢኻዮ፣ እንድሕር ናብ ኣብርሀት ደርቢኻዮ፣ እንድሕር ናብ ተስፋይ ደርቢኻዮ፣ እንድሕር ናብ ሓድጉ ደርቢኻዮ ግን then መን መጺኡ ክቕበለልካ ናትካ ጋርበጅ ክምጽእ ክቕበለልካ ዝኽእል ሰብ የለን ማለት ስለዚ ጽቡቕ ይኹን ሕማቕ ይኹን ሚእቲ ካብ ሚእቲ ዲሲዥን ዝወሰድካዮ ድማ ዝወሰድካዮ ውሳነ ናብ ነብስኻ ክትቕምጦ ወይ ድማ ሓላፍነት ክትወስደሉ ክትክእል ኣለካ ማለት እዩ። እዚ እንታይ ክሕግዘና እዩ? ሓላፍነት ምውሳድ ማለት ኣብ ንጽሕፎ፣ ኣብ ንዛረቦ፣ ኣብ ንገብሮም ውሳ ኣብ ንገብሮም ነገራት፣ ኣብ ንውስኖም ውሳነታት ካይተረፉ ሚእቲ ካብ ሚእቲ ሓላፍነት ክንወስድ ክንክእል ኣለና ማለት እዩ። Take Ownership ማለት እዩ። ቁጽሪ ክልተ ንጹር ሸቶ ምህላው፣ ካልኣይ ከኣ ነቲ ሸቶ ከኣ ኩሉ ግዜ እንታይ ምግባር ምዕቃኑ ከኣ ማለት እዩ። So ንጹር ሸቶ እንድሕር ዘይብልካ ኮይኑ ናበይ ከም ትኸይድ እንድሕር ዘይፈሊጥካ

ኣብ ፋይናንሰይ፣ ኣብ ስድራ ቤተይ፣ ኣብ ሓዳረይ፣ ኣብ ገንዘበይ፣ ኣብ ካልእ ኣብ ካልእ ኣብ ኩሉ ህይወታት መዳይ መዳይ ናይ ህይወታት ናይ ህይወትና ማለት እዩ። ስለዚ ንድሕር ብንጹር ናበይ ከም ንኸይድ ንድሕር ፈሊጥና እንታይ ከም ንደሊ ንድሕር ብግቡእ ኣቐሚጥና ብሬክ ዳውን ጌርና እሞ ከኣ ንድሕር መቓቒልና ናብ ንኣሽቱ ንኣሽቱ ንኣሽቱ ጌርናዮ እንታይ ክንከውንና ኩሉ ግዜ ሓላፍነታውያን ሰባት ንክንከውን ክሕግዘና እዩ ማለት እዩ ሓላፍነታዊ ሰባት ሰብ ንክትከውን ወይ ድማ ሪስፖንሲቢሊቲ ዘለካ ሰብ ኣካውንቲቢሊቲ ዘለካ ተሓታቲ ሰብ ንገዛ ርስካ ክትገብራ ንክል ሓደ ካብኡ ንጹር ሸቶ ክህልወካ ክኽእል ኣለዎ ማለት እዩ። ቁጽሪ ሰለስተ፣ ግሉጽ ምዃን ምስ ገዛእ ርእስኻ። ስምዑኒ፣ ንሰባት ንኽትሕስዎም ከቢድ እዩ። ንገዛእ ርእስኻ ትሕስዋ ግን ዝኸበደ እዩ ማለት እዩ። ንገዛእ ርእስኻ እንድሕር ግሉጽ ዘይኮንካ፣ እቲ ትገብሮ ነገራት ዘለካ ጌጋ ምዃኑ እንድሕር እንዳፈለጥካ እንድሕር ጌጋ ምዃኑ ዘይነጊርካያ፣ እሞ ከዓ እንድሕር ኩሉ ጌጋ ትገብሮ ዘለካ ኣድሚት ተዘይገርካ ሓደ ሓደ ሰባት ኣለዉ ዝተጋገዩን ዝተጋገዩን ወላ እዚ ኣብ ቴሌፎን ከምዚ ገራ እንድሕር ወዲቃ ኣብ ክንኦ ቴሌፎን ኣውሊቀ ኣብ ክንዲ ዝብሉ ሸተት ኢላ ወዲቃ እኮ ከምዚ ኢላ እኮ ቁሪ ስለ ዝነበረ እዩ ፀሓይ ስለ ዝነበረ እዩ ከምዚ ስለ ዝነበረ ስለ ዝጠመትካኒ ኢኻ ኣነ ስለ ዝጠመትኩካ ቴሌፎን ክወድቕ ጎርዛሚ ተለፎን ጽቡቅ ገርካ ሓዝካያን ወዲቃ ሲምፕሊ ኦ ኣም ሶሪ ተለፎን ኣውዲቀያ ምባልሲ ሓንቲ ሓጥያት የብሉ ማለት እዩ ስለዚ ምሉእ ምሉእ ናይቲ ዝወሰድናዮ ጽቡቅ ኹን ሕማቅ ኹን ኣድሚት ምግባር ማለት እዩ ኣድሚት ምግባር ንሕር ጌርና ወይ ድማ ንሕር ተኣማሚናሉ ነቲ ዝገበርናዮ ጽቡቕን ሕማቕን ወይ ድማ ነቲ ጌጋታት እንድሕር ብቕቡእ ተቐቢልናዮ ግሉጽነት ንድሕር ጌርና ንገዛእ ርእስና ሓቢርና እዚኣ ዝገበርኳስ ጌጋ እያ ነይራ እዚኣ ዝገበርኳስ ጽብቕቲ እኳ ተዓዊተላ ንድሕሪና ኩሉ ግዜ እንታይ ክንከውና ኩሉ ግዜ ዕብየት ዕብየት እንታይ ይጅምር ምስልኩም ብግሉጽነት ይጅምር ማለት እዩ ንድሕር ግሉጽ ኮንካ ምስ ገዛ ርእስኻ ኩሉ ግዜ ክትዓቢ ክሕግዘካ ይኽእል እዩ ማለት እዩ እነጌን ትምልስ ኢልና ኸዓ ሽዱሽተ ወርሒ ዓመት ሰሙን ወላ ትማሊ ዘምሰናያ ገዛ ኣብ ንትና ትማሊ ንሓዘን ንሕራምሲና ወይ ኣብ ቲክቶክ ንሕራምሲና እንታይ እንታይ ፅቡቕ ነገር ገረ እስከ እንታይ እንታይ ተጋጊ ኢልካ ንነብስኻ ምሕታት ሓደ ካብቲ ልቦና እዩ ማለት እዩ ቁፅሪ ኣርባዕተ ኣብ ቃላትካ እሙን ኩን ማለት እዩ ሓደ ካብቲ ዝዓበየ ሽግር እቲ ትብሎን እትነብሮን እትገብሮን በበይኑ ንሕር ኮይኑ ኣዝዩ ኣዝዩ ኣሸጋሪ እዩ ማለት እዩ so ምናልባት ሰባት ንዓኻ ይፈልጡኻ ሰባት ብዛዕባኻ ይፈልጡ ንስኻ ከዓ ነብስኻ ትፈልጣ ማለት እዩ ሰለስተ ነገር እዩ ዘሎ ማለት ስለዚ እቲ ስኻ ትብሎን እቲ ስኻ ትነብሮን እንድሕር ተማሳሊ እንድሕር ሓደ ዘይኮይኑ ሓድነት እንድሕር ዘይብሉ ኮይኑ ኣዝዩ ኣዝዩ ሕማቕ ናብራኻ ክትነብር ማለት እዩ ኩሉ ግዜ ንሰባት ፕሮሚስ ኣልካሎም ክገብረ እንተልካዮ ግበረሎ ማለት እዩ ክሰርሖ እንተልካ ስራሕ ክሰርሖ ኣለካ ማለት እዩ ክድውለሎም እንተልካ ክትድውል ክትክእል ኣለካ ማለት እዩ ኦኬ ስለዚ እዚኣ ናተይ ሓንቲ ካብተን ቻሌንጅ ዝነበረት ናይ ማለት እዩ ብዙሕ ግዜ በቃ ካብቲ ኖ ካብ ዘይምባል ሕራይ ትብሎ እሞ ዳሕራይ ከዓ ነገራት ኣይሰልጠካን እሞ ሰባት ይቅየሙልካ ወይ የኽርዩልካ ማለት እዩ ሰው ስለዚ ሰባት መታን ኣብዚ ፀገም እዚ ካየውድቑኻ ወይ ድማ ንሰባት መታን ካይትኸስር እንታይ ክትገብር ኣለካ ወይ የስ ወይ ኖ እንድሕር ፕሮሚስ ኣቲኻ ኢኻ ክትገብራ እንተልካ ክትገብራ ክትክእል ኣለካ ማለት እዩ ሰው ሓደ ሓደ ግዜ

ናምበር ፋይቭ ሓንቲ ካብተን ዝፈትዋ ነገር እያ ማለት ናምበር ፋይቭ ኩሉ ግዜ እስከ ካብ ነብስኩም ክሓተኩም እየ ክንደይ መዓልቲ ግብረ መልሲ ካብ ሰባት ሓትካ ኣለካ ሄይ ልስን ትማሊ ዝገበርክዎ ስፒች ወይ ድማ ትማሊ ዝዛረብክዎ ዘረባ ወይ ትማሊ ዝሰራሕክዎ መግቢ ወይ ትማሊ ከም ዝገበርኮ ከመይ ነይሩ እስከ ግሉጽነት ብግሉጽ እስከ እስከ ንገረኒ ነይሩ ኢትኻ እስከ ሃበኒ ሕማቕ ጽቡቕኩም ብዘይገድስ እስከ ናትካ ርእይቶ ሃበኒ እስከ ኢልኩም ክንደይ መዓልቲ ሓትኩም ፍለጠኩም ብዙሓት ሰባት ባይዘወይ ኦፈንድድ እዮም ዝኾኑ ወላ ንነብሶም ንዖም ዘርብሖም ነገራት ሄይ ልስን እዚኣን እዚኣንሲ ከምዛ ጠቕመካ እያ ስለዚ ኣብዚኣስ ተዕረይ ኣለካ እንተበልካያ ኖ ከምዚ እኳ ኣይኮነ ኣነ ከም ስለ ዝገበርኩካ ኖኖ ኣየድልየካን እዩ ንዓይ ፕሩቭ ምግባር ኣየድልየካን እዩ ወይ ነቲ ሓደ ማለት እንድሕር ክትዓቢ ደሊኻ ሓደ ካብቲ ንዓይ ዝሓገዘኒ ክዓቢ ኣብ ሶሻል ሚድያ ማለት ኣብ ሶሻል ሚድያ ገለ ሰብ ረይ ኣቢልካ ብፀጉርካ ይዛረብ ገለ ሰብ ብዓይንካ ይዛረብ ገለ ሰብ ብኣፍንጫካ ይዛረብ ገለ ሰብ ብሓሳብካ ይዛረብ ገለ ሰብ ብቋንቋካ ይዛረብ ገለ ሰብ ብተግባርካ ይዛረብ ገለ ሰብ ብመልክዕካ ይዛረብ ገለ ሰብ ብኣዘራርባካ ይዛረብ ኤቭሪዋን ነናቱ ኮመንት ስለ ዝፅሕፈካ ግን ዘድልያኒ ዘድልያኒ ዘድልያኒ ኮመንት ቴንኪ ቨሪ ማች ቴንኪ ቨሪ ማች ቴንኪ ቨሪ ማች እናበልኩ ክዕርየን ዘለ ነገራት ዕርየን እቲ ካልእካ ከም ርእዩ ተገሪቦ ዘማት እዩ ባት ንዓኹም ግን እንድሕር ከምኡ ዓይነት ኣብ ሶሻል ሚድያ ወይ ኣብ ካልእ ነገር ዘይትነጥፉ እንድሕር ኮንኩም ወይ ኣብ ኮሚኒቲ ወይ ኣብ ቸርች ወይ ድማ መሪሕነት ዝኾኑ ነገራት እንድሕር ዘየለኹም ኮንኩም ምናልባት ሰባት ርእቶ ክብኹም ክገድሰኩም ስለ ዝኽእል ክብኹም ግን ኣይክእሉን እዮም ቦታ ስለ ዘየለ ማለት ስለዚ ባዕልካ ነቶም ተኽብሮም ሰባት ወይ ቶም ደሓን እዮም ዝበልካዮም ሰባት ኣብዚኣ ግን ክትጥንቀቑላ ዘለኩም ፊድባክ ወይ ድማ ግብረ መልሲ ናይ ሰባት ነገቲቭ ይኹን ፖዘቲቭ ይኹን ብሓጎስ ክትቅበልዎ ክትክእሉ ኣለኩም ማለት ገለ ሰባት ብጀካ ክትውድሶም ወላ ሓንቲ ጌጋ ክትነግሮም ዘይቅበሉ ሰባት ኣለዉ ማለት እዩ ኦፈንድ ይገብሩ ማለት እዩ ንዝኾነ ጌግኦም ሰብ ካብ ጌጋ እዩ ዝመሃር ሰብ ካብቲ ጌጋ ዝገበሮ እናተመሓየሸ እዩ ዝኸይድ ማለት ስለዚ ጌጋ ክነግሩኻ ይኽእሉ እዮም ፅቡቕ ክብልኻ ይኽእሉ እዮም ስለዚ ኩሉ ግዜ ንፅቡቕን ሕማቕን ግብረ መልሲ ናይ ሰባት ክትሓትት ክትክእል ኣለካ ማለት እዩ ኩሉ ግዜ ዲፈንሲቭ ክትከውን የብልካን ተኻላኻላይ ዘይኮነ ኩሉ ግዜ ወልካም ማለት ናይ ሰባት ርእይቶ ንዓኻ ኣይቀትለካን እዩ እንትርፎ የዕብየካ ማለት እዩ ነምበር ሲክስ ግዜኻን ጸዓትካን ብግቡእ ምምሕዳር ማለት እዩ ግዜኻን ጸዓትካን ድሕር ብግቡእ ዘየመሓዲርካ ወላ ሓንቲ ነገር ኣብዚ ዓለም ከተመሓድሮ ትኽእል ነገር ኣሎ ኢለ ኣይኣምንን እየ ማለት እዩ ኩሉ ትገብሮ ነገር ኢንተንሽናል ክኸውን ክኽእል ኣለዎ እትፅሕፎ ፅሕፈት ኣብ ፌስቡክ እትፅሕፎ ኣብ ካሊእ ሚድያታት ድዩ እቲ ዝሰዶ ስእልታት ድዩ እትገብሮ ነገራት ድዩ እትዛረቦ ነገራት ድዩ ኢንተንሽናሊ ወይ ድማ ኩሉ ነገር ተቆጢብካ ወይ ድማ ብንቕሓት እንድሕር ዘይትዛረቦ ኣለካ ኮንካ ብዙሕ ዘየድሊ ቃላት ትዛረብ ትኽእል ብዙሕ ዘየድሊ ነገር ክትሰርሕ ትኽእል ብዙሕ ዘየድሊ ስእሊ ክትሰድድ ትኽእል ብዙሕ ዘየድሊ ሓሳብ እውን ንካልኦት ሰባት ክትህብ ትኽእል ኢኻ ማለት እዩ በዚ መዳይ ከዓ እስኻ ቀዳማይ ሰባት ተጎዳእን ክሳራን ዘጋጥመካ ማለት እዩ

ወይ ድማ መመኽነታት ኣኪብካ ሓንቲ ዶላር ኣይመፅን እዩ ማለት እዩ ስለዚ ሓንቲ ዶላር ከምፃልካ ዘይክእል ንሕር ኮይኑ ብምሉእ ዘለካ መመኽነታታት ኣኪብካ ኣብ ጋርቤጅ ምጓሓፉ ጥራይ ዘማርፅ ዝምረፀልካ ማለት እዩ ተዘይኮይኑ ግን ንስኻ ኤክስኪዝ ከተምፅእ ንስኻ ሓደሽቲ መመኽነታታት ከተምፅእ ወላ ሓንቲ ህይወትካ ክትቅይር ኣይክትክእልን ኢኻ ማለት እዩ ስለዚ ንዓኻ ንቕድሚት ክስጉሙኻ ዝኽእሉ ንዓኺ ንቕድሚት ክስጉሙኻ ዝኽእሉ ልምድታት መዓልታዊ ከተጥርኽ ክትከድ ኣለካ ማለት እዩ ኣብ ናይ ምዝራብ ክእለትካ ከተማዕብል ደሊኻ መዓልታዊ ምስ ሰባት ሓ ሓሙሽተ ደቂቕ ልማዓንቲ እስከ እዚኣ ክዛረብ እየ ወይ ስፒከር ገይረ ክዛረብ እየ ወይ ትሬኒንግ ክወስድ እየ ወይ ከምዚኣ ክገብር እየ ወይ ንክስቶ ክዕዘብ ኢልካ ትገብር ማለት እዩ እንድሕር ናይ መፅሓፍ ኮይኑ መፅሓፍ ደሴም ከምኡ እንድሕር ናይ ኤዲቲንግ ኮይኑ ኤዲቲንግ ደሴም ምግባር ሞ እንድሕር ብዛዕባ ሓደ ትምህርቲ ኮይኑ ብዛዕባ ትምህርቲ ምውሳድ ማለት ስለዚ እንድሕር ዘይኮይኑ ግን ኢንቴንሽናል ሰብ ዘይኮንካ ተሲኻ ማለት እዩ። ቁጽሪ ሸውዓተ ድማ ኩሉ ግዜ ጌጋታትካ ብጌጋታትካ ተኣመን ንክትዕርዮም ድማ እንታይ ግበር ብቕልጡፍ ስጉምቲ ውሰድ ወይ ተበግሶ ግበር። ብዙሓት ሰባት ሓደ ካብቲ ዝዓበየ እንታይ ክመስሉ ደሎም ትልካ ንጹሓት ኮይኖም ክቐርቡ ይደልዩ ማለት እዩ። ወላ ሓንቲ ጌጋ ዘይብሎም በቃ ዝጋገዩ ኮይኖም ዘይስምዑኻ ሰባት ኮይኖም ክቐርቡ ማለት እዩ። እዚ ግን ጌጋ እዩ ንዓርሱ ማለት እዩ። ክሳብ ፍጡር ሰብ ምዃንካ ወላ እውን ብኣካል ተዘይተጋገኻ ብኣተሓስባኻ ትጋገ ትኽእል ኢኻ ማለት እዩ ስለዚ ኩሉ ግዜ ንነብስኻ ወይ ድማ ንጌጋታትካ ኣድሜት ምግባር ይቕረታ ምሕታት ናይ ልቦናን ትብዓት ዝሓትትን እዩ ማለት እዩ ብዙሓት ሰባት ክንዲ እምባር ኸውን ገበን ገይሮም ወይ ጌጋ ገይሮም ንዑ ኣብ ክንዲ ማእኸለ፣ Simply፣ ሶሪ ተጋግየ እዚኣ ካልኣይ ግዜ ኣይደግማን'የ፣ ክእረመላ'የ፣ ክመሃረላ'የ፣ ክስቶ እዚኣ ብጣዕሚ ተጋግየ'ሞ ይቕረታ ክመሃረላ'የ ኣብ ክንዲ ኢሎም ዝሓልፉዋ፣ እሞ ከምዚ እንዲዩ ኮይኑ፣ እሞ ከምዚ እንዲዩ ኮይኑ፣ ስለዚ እኳ'ዩ፣ ከምዚ ሰለዝነበረ፣ ከምዚ ስለዝነበረ፣ ሰምዚ ነበረ፣ ኮለል ይብሉ ማለት ሽዕኡ ካብቲ ቀዳማዩ ዳሕራዋዩ ዝበሃል ምስላ ንትግርኛ የዘክሩኻ ማለት'ዩ። ቀዳማይ ዝበደለካ ወይ ቀዳማይ ዝገበሮ ነገር ከይኣኽለካ ዳሕራይ ከኣ ተመሊሱ ኣብ ክንዲ ይቕረታ ሓቲቱ ናብ ንቡር ዝምለስ ወይ ድማ ኣብ ክንዲ ብኡ ዝመሃር መሊሱ ንዑኻ ደግሞ ትሪኦ ሽዑ ሰባት ካባኻ እንታይ ይገብሩ ጠቕላላ ካልኣይ ግዜ ከም ዘይሪኡኻ ኮኑ ማለት እዩ ቁፅሪ ሸሞንተ ድማ ኩሉ ግዜ ንገዛእ ርእስኻ ተሓታቲ ዝገብሩኻ ሲስተም ምፍጣር ማለት እዩ እዚ ማለት እንታይ እዩ ፕላነር ምውፃእ ናይ ሃቢት ናትካ ትራክ ምግባር ልምድታትካ ምሸት ምሸት ክንድቅስ ከለካ ሎማዓንቲ እንታይ እንታይ ገይረልካ ምፅሓፍ ማለት እዩ ኮች መሓዝ ኮች መሓዝ እንታይ ማለት እዩ ሓደ ዘሰልጥነካ ሰብ ዓርክኻ ድዩ ጎረቤትካ ድዩ ዋት ኤቨር ንስኻ ትኣምነሉ ሰብ ድዩ እንታይ ክትገብሮ ትልእኽ ኣለኻ ሄይ ማእከለ እዚኣ ሰሙን እዚኣ እዚኤን እዚኤን እዚኤን እዚኤን ክገብር ሓስብ ኣለኹ ኢልካ ጽሒፍካ ንሓደ ሰብ ትሰደሉ ማለት እዩ ሓደ ካብቲ ዝገብሮ ነገር ኣነ እንታይ እዩ ንሓደ ዝደልዩ ነገር ወይ ድማ ንሓደ ዓርከይ ዝብሎ ወይ ድማ ንሓደ ኮች ናተ እንታይ ይገብር እዚኤን እዚኤን እዚኤን እዚኤን እዚኣ ሰሙን እዚኣ ክሰርሕ ይደሊ ኣለኹ ስለዚ ፎሎው ኣፕ ግበረኒ ኢኻ እስከ ቸክ እስከ ገበረኒ ኢኻ ብሎ ማለት እዩ ሶ ኣብታ ሰዓታ ድሕሪ ሰሙን እንዳ ገለ ሄይ እተን ዝበልካኒ ጌርካያን ዶ ኢልካ ቴክስት ገብረለይ እንታይ ኮን ሽዑ ከይተክሲ ከይገበረለይ ከሎ ንክሰርሕ ንነብሰይ ፑሽ ክገብራ ክሕግዘኒ ማለት እዩ ኩላትና ብሉፃት ኢና ኩላትና ዓቕሚ ኣለና ኩላትና ድሌት ኣለና ኩላትና ዘይፅንቀቕ ፀዓት ኣለና ውሽና እንተኾነ ግን ብሰንኪ ኣካውንታብሊቲ ብሰንኪ ተሓታትነት ብሰንኪ ሙሉእ ሙሉእ ሬስፖንሲቢሊቲ ሓላፍነት ወሲድና ነገራት ምዕያይ ኣብ ኤክስኪዝ ኣብ በለካ ኣብ ለክዓካ ከምዚ ነይረ ከምቲ ነይረ በዚ ነይረ በቲ ነይረ ክንብል ኮለል ንብል ብዙሓት ሰባት ኢና ማለት እዩ ስለዚ እዘን ሸሞንተ እዚኤን እንድሕር ተጠቂምናለን ኣብ ረብሓና ኣውዒልናየን ብልክዕ ኣካውንታብሊቲ ወይ ድማ ተሓታቲ ገዛ ርእስኻ ምግባር ማለት እቲ ሓደ ዝበለፀ ፓወር ኣብዚ ዓለም ሓይሊ ክህልወካ ዝኽእል ነገር እንተሃልዩ ኮይኑ ካብ ኩሉ ሰብ ተሓታትነት ኣውሪድካ ንገዛእ ርእስኻ ቀዳማይ ተሓታቲ ክትገብራ ምኽኣል ማለት እዩ ማለት እዩ ተዘይኮይኑ ግን ድሕር ኣብ ሰባት ጥራይ ብሌም ትገብር ክስቶ ከምዚ እዚኣ ከምዚ እዚኣ ከምዚ ትብል ኮይና ግን ናብ ትበጽሖ ደረጃ ወይ ትበጽሖ ቦታ የብልካን ማለት እዩ ስለዚ ካብ ልማዓንቲ ኩላኹም ዝላበኩም እንታይ ብሰንኪ ክስቶ ብሰንኪ ክስቶ ብሰንኪ ክስቶ ብሰንኪ ገሊ ብሰንኪ ገሊ ዘይኮነ ዋትኤቨር ሃፐን ኣብ ሂወተይ ኩሉ ዘጋጥም ነገር ኣነን ኣነ ኣነ እንኮ ኣነ ጥራየ ሙሉእ ሙሉእ ተሓታቲ ኢልና ሓላፍነት ክንወስድ ኣለና ማለት እዩ ሓላፍነት ምስ ወሰድና ድሕሪ ዝመፅእ ለውጢ ክገርመና እዩ ማለት ካብቲ ንሕና ንላዕሊ ንሓስቦን እንፅበዮ ንላዕሊ ለውጢ ብሂወትና ከም ንምፅእ ርግጽኛ እየ ማለት እዩ ስለዚ እዚን ሸሞንተ ነጥብታት ድሕር ጠቂመናኹም ፕሊስ ናብ ካልኦት ሰባት እንታን ክበፅሓ ሸር ግበርዋ ኢኹም ማለት እዩ ከምቲ ኩሉ ግዜ ትገብሩለይ ደገፍን ምትብባዕን ከዓ ብልቢ የመስግን ምሳኹም ፀናሕኹ ሓውኹም ኣከለየ ኣብ ካልእ ቪድዮ ራኸበና ሰላም